ዝኸበርኩም ክቡራት ኣሕዋትን ኣሓትን ኣብ ኩሉ ኩርናዓት ዓለም እትርከቡ እስላማዊ ሰላምታይ ተቐበሉ ኣሰላሙ ዓለይኩም ወራሕመቱላሂ ተዓላ ወበረካቱ ኢማም ኣልጋዛሊ ንተምሃራዮም ዝሃብዎ ናይ መጀመርታ ምኽሪ እንታይ እዩ ነይሩ ምስ እንምልከት ኢማም ኣልጋዛሊ ኦ ውሉደይ እትብል መጽሓፎም ንተመሃራይኡ ክቡር ምኽሪ ብምሃብ ከፊትዎ። እዚ ድማ ሓደ ሰብ ኣብ ህይወቱ ክኽተሎ ካብ ዝኽእል ዓበይቲ ምኽርታት ሓደ እዩ። ኢማም ኣልጋዛሊ ረቢ ይርሓመሎም ከምዚ ኢሎም ጀመሩ። ኦ ውሉደይ! እቲ ኹሉ ዝኽእል ኣላህ ካብ ሓደ ኣገልጋሊ ወይ ኣስላማይ ከም ዝረሓቐ ዘርኢ ሓደ ምልክት ኣብ ዘይምልከቶ ነገር ምስ ዝጽመድ እዩ። ጽሑፋት ቁርኣንን ሱናን ነዚ ሓቂ እዚ ዘመልክቱ ኮይኖም ክቡር ሰይድና ሙሓመድ ሰለላሁ ዓለይሂ ወሰለም ኣብ ክቡር ቃሎም እዚ ይብሉ፣ ካብቲ ጽባቐ ናይ ሓደ ኣስላማይ ሓደ ሰብ ሰናይ እስልምና ከም ዘለዎ ዘረጋግጽ ነቲ ዘይምልከቶ ምስ ዝገድፍ እዩ። ኣትርሚዚ ዝሰነድዎ ሓዲስ። ኣብ ዘይጠቅም ነገራት ምጽማድን ምውዓልን ግዜኻ ብዓቢኡ ድማ ዕድሜኻ ምብኻንን እዩ። ነቲ ሓደ ሰብ ዘለዎ ዝዓበየ ነገር ዝውንኖ ሓደ ሰብ ብወርቂ እውን ዘይግመት ግዜ ምብኻን እዩ። ክቡር ሰይድና ሙሓመድ ሰለላሁ ዓለይሂ ወሰለም ነዚ ሓቂ እዚ ብምባል የረጋግፁ። ብዙሓት ሰባት ዝስእንዎምን ዘየስተውዕሉሎምን ክልተ ነገራት ኣለዉ ይብሉ። ንሶም ድማ ጥዕናን ናፃ ግዜን እዮም። ኣልቡኻሪ ዝሰነድዎ ሓዲስ ሓደ ሰብ ኣብ ጥዕንኡን ነፃ ግዜኡን ዝረኽቦ ዕድል ኣብ ተኣዛዝነትን ዒባዳን ሰናይ ተግባርን እንተዘይኣዋፊሩ ዓቢ ክሳራን ስእነትን እዩ። ብተመሳሳሊ ክቡር ሰይድና ሙሓመድ ሰለላሁ ዓለይሂ ወሰለም ከምዚ ኢሎም፣ ዕድመ ሱሳ ዓመት ክሳብ ዝበጽሕ ዕድሚኡ ዝደናጎ ሰብ ኣላህ ምኽኒቱ ኣይቅበሎን። ኢማም ኣልሓኪም ዝሰነድዎ ሓዲስ። እዚ ማለት እንታይ ማለት እዩ እንተ ኢልና ልዑል ኣላህ ሱሳ ዕድመ ሂብካ ማለት ብዙሕ ግዜ ሂብካ ማለት እዩ። እዚ ግዜን ዕድመን ኣብ ቶባን ሰላትን ዒባዳን እንተዘይ ኣሕሊፍናዮ ምኽንያትካ ቅቡል ኣይከውንን። ማለት ነዊሕ ዝነብር ሰብ ንስሓ ክሰርሕን ተውባ ክብልን እኹል ግዜ ተዋሂብዎ ስለዘሎ እንተጉዲሉ መመኽኔታኡ ቅቡል ኣይኮነን። ካብ ኢብኒ ዓባስ ዝተመሓላለፈ ሰይድና ሙሓመድ ሰለላሁ ዓለይሂ ወሰለም ከምዚ ይብሉ፣ ኣርብዓ ዕድመ ዝሓለፈ ሰናዩ ካብ ሕማቑ ዘይበዝሕ ንገሃነም ይዳሎ። ማለት ድሕሪ ኣርብዓ ዓመት ሓደ ሰብ ኣብ ውሽጡ ዝዓበየ ደረጃ ሰናይ ግብሪ፣ ኸይሪ፣ ክህልዎ ይግባእ። እንተዘይኮይኑ ኣብ ዓብዪ ሓደጋ ክወድቕ እዩ። እዚ ማለት ብሰፊሕ እንተድኣ ርኢናዮ ሓደ ሰብ ልዕሊ ዕድመ ኣርብዓ እንተድኣ ሓሊፉ ካብቲ ጽቡቕ ስርሑ ሕማቑ እንተድኣ በዚሑ ንገሃነም ይዳሎ ኢሎም። ጹማቕ ናይዚ ምኽሪ እዚ እምበኣር ክቡራት ኣሕዋት ነቲ ዘይምልከቶ ገዲፉ ኣብ ዝጠቕሞ ዝሰርሕ ኣላህ ክቕበሎ ምዃኑ ንርዳእ። እቲ ዝዓበየ ኒዕማን ጸጋን በረካን ድማ ልዑል ኣላህ ንባርይኡ ይቕበሎ ዒባድኡ እውን ይቕበሎ ጌጋታቱ እውን ይቕረ ይብለሉ። ብዘተፈላለየ ክብሪውን የኽብሮ። እቲ ምንታይሲ ዘይምልከቶ ገዲፉ ኣብ ዝምልከቶ ስለ ዝተጸመደ። ንልዑል ኣላህ ከምዚ ኢልና ንልምኖ፣ ኦ ኣላህ ንስኻ ለጋስን ርህሩህን ኢኻ'ሞ ብለጋስነትካ ኣኽብረና፣ ኩሉ ዒባዳናውን፣ ተቀበለልና ጌጋና ውን ይቅረ ግበረልና ንስኻ ለጋስን መሓርን ኢኻ ኣሜን ኣብ ዝመጽእ መቀጸልታ ናይዚ መደብና ክሳብ ንራኸብ ወሰለላሁ ዓላ ሰይድና ሙሓመዲን ወዓላ ኣሊሂ ወሳሕቢሂ ኣጅማዒን።